ንመን እዮም ከም ዝመርጽ ኣማኸሩኒ። እቲ ሓደ ካብ ስዑዲ ናብ ዓዲ ምስ ተመለሰ እንተዘይመጺኺ ክምርዖ እየ ኢሉኒ። ተመርዖ ምስ በልክዎ ድሕሪ ግዜ ናብ ስደት ተመሊሱ ምስ ካልእ ወዲ ምስ ተሓጸኹ የፍቅረኪ እየ ሰላምታ ኣይረሳዕኹን ፍተዋ ተኸታተልተይ እንኳዕ ብሰላም መጻኹም ንሎም መዓልቲ ሒዘልኩም ዝመጻኹ መደብ መደብ እንታይ ትመኽሮኒ ዝብል ሓንቲ ሓፍተይ ብሪከርድን ብጽሑፍን ዘዕለለትኒ ዛንታ እየ ሒዘልኩም መጽኤ መጀመርያ ጽሑፋ ከንብበልኩም እየ ብድሕሪኡ ካብ መጀመርያ ክስካዕ መወዳእታ ኣሕጺረ ድማ እዚ ብሪከርድ ዘዕለለትኒ ዛንታኣ ከዕልለኩም እየ። ብድሕሪኡ ኣነ ሓሳበይ ክካፍላ እየ። ንስኻትኩም ዛንታኣ ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ከምቲ ልሙድ ኣብ ኮሜንቲ ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይዛ ሓፍትና ዛንታ ከብለኩም። ሰናይ ምክትታል። ዛንታኣ ከምዚ እዩ ዝብል፣ ሰላም ኣቢ ሓፍተይ ብጣዕሚ እየ ዝፈትወኪ የቐንየለይ ዝሓፍተይ። እንታይ ክብለኪ ደልየ ኣነስ ከምቲ ኩላትና ንደዋወሎ ይደዋወል ነይረ ካብኡ ምስ ሓደ ተፋሊጥና። ዓድለ ይፈልጦ እዮም ናቱ ካብኡ ዓዲ እተዊ ኢሉኒ ወይ ክመርዖ እየ ኢሉኒ ኣነለ በቃ ተመርዖ ኢለይ ካብኡ ካብ ልበይ ኣውፅኤዩ እናደወለ ረብሽ እዩ ዘብለኒ ነይሩ ሕዚ እውን ከምኡ ምስ ካልእ ወዲ ዓደይ ተፋሊጠ ብድሕሪኡ ኣብ ሽዱሽተ ወርሕና ብዓዱ ወዲእና በቃ ረብሽ ኣቢሉኒ ንወዲ እናበለ ኣነለ በቃ እሺ ኢለይ ከዚ እንታይ ድዩ ኢሉኒ ንራኸብ ኢሉኒ እምቢ ኢለይ ካብኡስ እሞ እንድሕር ዘይትመፅኒ ቻው ኢሉኒ ኣነለ ምንም ኣይመለስኩሉን ካብኡሲ ዕለት ዕስራን ክልተን ከምኡ ኢሉኒ ዕለት ዕስራን ሰለስተን ተታሒዙ ካብኡ ዓዲ ምስ ከደ ተደዋዊልና በቃ ገዲፍናዮ ነይርና ካብኡ በቃ ጸባዩ ቅይር ኢሉኒ ኦንላይን እናኣተወ ኣይድውልን በቃ ድብር ኢሉኒ እንታይ ድዩሲ ብዓዲ ምውዳይ እና ኣቢ እንታይ ምግባር ይሕሸኒ ሱቕ ኢለዶ ጸጥ ክብል ጠሊመዮም ድየ ክበሃል ሙስትና ቀደም ዓርከይና እዚ ኣይወዳደሩን ኣተሓሳስብኦም እናሲ እቲ ናይ ቀደም ዓርከይ ይልምነኒ ኣሎ በቃ ኣነ ተሓጺ እየ ይብሎ እሞ ዋላ ኹኒ ይብለኒ ኣነ ለይ ይፈርሕ እንታይ ምግባር ይሐሸኒ ኣቦዋይ ምጽሓፍ ብዙሕ ኣይክእልን ከም ዝተረድአኪ ኣንብብለይ ኣቦዋኒ ይፈትወኪ እየ ደጋጊመ እየ ቪድዮኺ ዝሪኦ እና ኣጸብቕ ኣቢልኪ ምኸርኒ ገና ቆልዓ እየ እዚ ኣብ ጽሑፋ ዘሎ እዩ ዝምልኡ ዛንታኣ ብሪከርድ ዘዕለለትኒ ግን ብመጀመርያ ምስዚ ቀዳማይ ኣፍቃሪኣ ብፍቕሪ ክልተ ዓመታት እዮም ጸኒሖም። ድሕሪ ክልተ ዓመታት ግን ተታሒዙ ዓዲ ይኸይድ እሞ ካብ ስዑዲ ካብኡ ዓዲ ምስ ከደ ሓደ ገንዘብ ለኣኽለይ ይብላ ነይሩ፣ ካልኣይ ድማ ንዒ ዓድኺ ክምርዖ ይደሊ እየ ይብላ እሞ ኣነ ከምዚ ትፈልጠኒ ዕላማይ ኣየሳኻዕኹን ገና እየ ዕላማይ ከየሳኻዕኹ ከዓ ዓዲ ክመጽእ ኣይደልን ተጸበየኒ ትብሎ፣ ክጽበየኪ ኣይደልን ትመጽእ ተኾይንኪ ንዒ ዘይትመጽእ ተኾይንኪ ግን ንኻልእ ክምርዖ እየ ይብላ እሞ እንድሕር ወሲንካ በቃ ተሞርዐ ኢላ ትዓጽዎ። ደሓር ምስቲ ትርእየሉ ዝነበረት ምኽንያት ምስቲ ከምኡ ዝበላ በቃ ካብ ልባ ተውጽኦ ተስፋ ትቖርጸሉ እሞ ካብኡ ድሕሪ ግዜ ተመሊሱ ከዓ እንታይ ይብላ ኣነ እኮ ክቕልደኪ ኢለ እየ እምበር የፍቅረኪ እየ ንቐልዲ እየ ከምኡ ዝበልኩኺ ንኻልእ ኣይመርዖን ይብላ እሞ ከምኡ ኢሎም በቃ እናተደዋወሉ ከለዉ እንደገና ተመሊሱ ናብ ስደት ይመጽእ እሞ ኣብ ስደት መጺኡ እውን ገንዘብ ለኣኽለይ ይብላ ኣብ ዓዲ ከለዉ እውን ገንዘብ ለኣኽለይ ይብላ ስለ ዝነበረ ኣብቲ ሽዑ ሰዓት ድማ ኣብዚ ሕጂ ሰዓት ብተደጋጋሚ ንሕዋታ የለ ንደቂ ሓዋ ንደቂ ሓፍታ ንብዙሓት እያ ምሸዋር ተቐቢላ ስለዚ ኣብቲ ሽዑ ሰዓት እውን ምሸዋር ትቕበል ነይራ ኩሉ ድማ ተረድኦ እያ ነገር ግን ገንዘብ ሃብኒ ስለ ዝብላ ኣብ ከመይ ጸገም ከም ዘላ እናፈለጠ ምስቲ ዘርኣየትሉ ናይ ዓዲ ባህርያት ኩሉ ኣብ ልዕሊኡ ተስፋ ቆሪጻ በቃ ካብ ልባ ተውፅኦ ኣብ ልዕሊኡ ዝነበራ ፍቕሪ ይጠፍእ እሞ ምስ ካልእ ወዲ ዓዳ ትላለ ድሓር ምስ ካልእ ወዲ ዓዳ ተላልያ ከምዚ ክሰምዕዎ ዝፀናሕኹም ኣብ ሽዱሽተ ወርሒ ብዓዲ ክውድኣልኪ እየ እናበለ እዚ ወዲ ዓዳ ርብሽ የብላ ማለት እዩ ለይቲ ምስ ቀትሪ ኣብ ዝደወሎ ሰዓት ብዓዲ ክውድኣልኪ እየ ይብላ ንሳ ግን ከም ምፍላጥ ድኣ እዮም ተፋሊጦም ተደዋዊሎም ሕቶ ፍቅሩ ደኣ እያ ተቀቢላቶ ዘላ እምበር እንታይ ዓይነት ባህርያት ኣለዎ ምስኣኸ ይኸይድ ድዩ ኣይኸይድን ትፈትዎ ትኽእል ድያ ትቅበሎ ትኽእል ድያሰይ ኣይፈለጠቶን ዘላ ስለዚ ክንፋለጥ ይደሊ እየ ተረጋጋእ ግዜ ክንወስድ ይደሊ እየ ትብሎ እሞ በቃ ክሰምዓ ኣይከኣለን ክውደአልኪ እየ ይብላ ካብኡ በቃ እሞ ይኹን ትብሎ እሞ ይውደአላ እሞ ናይ ክልቲኦም ወለዲ ብጣዕሚ ዝፋተዉ ስለ ዝነበሩ ቅድሚኡ እውን ዝተዋሰቡ ቤተሰብ ስለ ዝነበርዎም ካብ ክልቲኦም ተሓጒሶም ብዓዲ ይውዳእ፣ ደሓር ብዓዲ ምስ ተወድኣ፣ ቅድሚኡ ብዓዲ ክውድኡ ከለዉ፣ ብዓዲ ክውደእልኪ'የ ኢል በቃ ኣገድድ ምስ ኣበላ ክትውስን ከላ ቅድሚ ምውሳና ኣብዛ ዓዲሲ ክራኸብ ኣይደልን፣ ሓደ ዕላማይ ከሳኽዕ'የ፣ ድሕሪ ዕላማይ ዓድና ምስ ከድና ብቲ ፈጣሪ ዝፈትዎ መንገዲ ኢና ደኣ ክንመርዖ ዝደሊ እምበር ኣብዛ ዓዲ ክንራኸብ ኣይንደልን፣ ኣነ ኣይደልን፣ ስለዚ ንራኸብ ኢልካ ከይተገድደኒ ክትሓተኒ'ውን ኣይደልን ኢላቶ። ጥራሕ ብዓዲ ክውዳእ ኢልኪ እሺ በልኒ ጥራሕ ንስኺ ኣብ እምነትኪ ጽንዒ እምበር ኣነሲ ኣየገድደክን ኣነ እውን እቲ ትደልይዮ ዘለኺ መንገዲ ዝደልዮን ዝምነዮን ነገር እዩ ኢልዋ ተረዳዲኦም እዩ ብዓዲ ወዲኡላ ነይሩ ብዓዲ ከምዛ ሎም መዓልቲ ወዲኦም ኣፍታ ሰሙና ግን ግዴታ ክትመጽ ኣለኪ ክንራኸብ ኢና ብዓዲ ወዲኤልኪ እየ ኢሉ በቃ ረብሽ የብላ እሞ ካብኡ ኣነ ቅድሚ ሕጂ ነጊረካ ነይረ እየ ኣረዲኤካ ነይረ እየ ንምንታይ ገለ ኢለ ሓቲታቶ ነገር ግን ክሰምዓ ኣይከኣለን በቃ ግዴታ ክንራኸብ ኢና ይብላ እሞ ደሓር ብጣዕሚ የሕፍራ ንወለዳ ማለት እዩ ናታቶም ሓጎስ ስለ ዝረኣየት ምስኡ ብዓዲ ብምውዳኣ ክልቲኦም ወለዲ ዘለዎም ሓጎስ ብፍላይ ናይ ወለዳ ስለ ዝረኣየት ንወለዳ ከቢድዋ በቃ ፅባሕ ሎሚ ፅባሕ ሎሚ እናበለት ኣብ መንጎ ከዓ ፆመ ርብዓ ይኣቱ እሞ በቃ በል ፋስጋ ክንራኸብ ኢና ኢላ ብሓሶት ተስፋ ትህቦ እሞ ደሓር ፋስጋ ምስ ኣተወ እንደገና ሕጂ ውን ምሽዋር ትቕበል ስለ ዝነበረት ተጸበየኒ ድሕሪ ወርሒ ገለ ትብሎሞ ተጸብዩ ኣብ መወዳእታ በቃ ቁርጽ ኣቢላ መሪርዋ ኣይመጽእን ኢላ ተፍልጦሞ እንድሕር ዘይትመጽ ኮይንኪ ኣለኒ ከይትብሊ ኣነ ውን ኣላትኒ ይብልን ድሕር ደኣ ከም ሰበይተይ ድሌታተይ ዘይተማልእለይ ድሌተይ ዘይትርድእለይ ኮይንኪ እንድሕር ደኣ ትሕት ኢልኪ ዘይትእዘዝኒ ኮይንክሲ በቃ ኣነ ሰበይተይ ኣላትኒ ኣይብልን ንስኺ ውን ኣለኒ ከይትብሊ ካብ ሎማዓልቲ ዝነበረና ፍቕራዊ ርክብ ኣብዚ ተወዲኡ እዩ ኣብቂዑ እየ ይብላ ማለት እዩ። ከምዛ ሎማዓልቲ ዕለት ዕስራን ክልተን ተባሃሂሎም ኣብዛ ዕለት ዕስራን ሰለስተን ተታሒዙ ዓዲ ይኸይድ እሞ ድሓር ዓዲ ምስ ከደ ይደዋወሉ። ንሳሲ ክፈላለዩ ኣይትደልን ዋላ ንዕኡ ኣይተፍቅሮ ዋላ ባህርያቱ ትፅላእዮ ከምዚ ክገልፀልኩም ዝፀናሕኩ ናይ ወለዳ ነገር ብጣዕሚ ስለዝኸብዳ ክፈላለዩ ኣይትደልን ይደዋወሉ እሞ በል በቃ ደጊም ዓዲ እንድሕር ኣቲኻ ኣነ እውን ዓዲ ክኣቱ እየ ዕላማይ ምስ ኣሳኻዕኹ ብዚ ኣነ ዝበልኩኻ ብዚ ዝምነዮ ጌርና ተሞራዒና ሂወትና ክንምስርት ኢና ገለ ኢላ ምድውዋሎም ይቕጽሉ እሞ ብጣዕሚ ይቕየራ። ሓደ ኦንላይን እናኣተወ ክደዋወሉ ኣይደልን፣ ብዙሕ ደቓይቕ ከዕልል ኣይደልን ከምቲ ኣብ ስደት ዝዕልላ ዝነበረ፣ እንታይ ከም ዘሕርቖ ኣይትፈልጥን፣ በቃ ኣብ ደቒቕ ኣብ ደቒቕ እዩ ዝበኣሳ፣ ባህርያቱ ይቀያየራ፣ በቃ ክትሕዞስ ኣይከኣለትን፣ ብምንታይ እያ ተሕርቖ ዘላ ንባዕሉሲ ክትርድኦ ኣይከኣለትን፣ በቃ ብጣዕሚ ትጭነቕ እሞ ክስካዕ ብዝኾነ ነገር ተተዃራርዮም ብንእሽተይ ነገር ተኾርያቶ ንባዕሉሲ ክስካዕ ወርሒ እዩ ዝዓፅዋ ካብኡ ንሳ ትድውለሉ ማለት እዩ ንመን ኢላ ንወለዳ ኢላ ደሓር ኣብ መወዳእታ ግን በቃ ምስ መረራ ባዕሉ ይፈልጥ ኢላ ግን ሸለል ኢላቶ ደሓር እዚ ቀዳማይ ኣፍቃሪኣ ክቕልድ እየ ንሞርዓ ኢለኪ ኢልዋ ናብ ስደት መፂኡ እውን ገንዘብ ዝሓታ ዝነበረ ተስፋ ቆሪፃትሉ ዝበልክኹም ንሱ ከኣ ከም ዝተሓጸየት ይፈልጥ እዩ ከም ዘይተፍቅሮ እውን ይፈልጥ እዩ ይመስለኒ ካብዚ ሪከርዳ ካብ ዝተረዳእክዎሲ እንድሕር ዘይተፍቅርዮ ኮይንኪ ጸገም የብሉን ኢሉን ንዝብል ባዕላ ከም ዘይተፍቅሮ ነጊራቶ እዩ ይመስለኒ ምክንያቱ ምስኡ ክልተ ዓመት እዮም ብፍቅሪ ጸኒሖም ባህርያቱ ትፈልጦ እያ እንደገና ከዓ ከምዚ ኣብዚ ጽሑፍ ዝረኣኹምዎ ባህርያቶምስ ዘራኻኽብ ነገር የብሉ ናይ ክልቲኦ ማለት እዩ እዚ ቀዳማይ ኣፍቃሪኣ እዚ ናይ ክልተ ዓመት ብጣዕሚ ትዕግስተኛ ትሕተኛ ዝኾነ ነገር በቃ ተረጋጊኡ ምስኣ ተረዳዲኡ ዝውስን እምበር ተሃዊኹ ከምቲ ዝኾነት ነገር ተሓሲብዋ እዚ ብዓዲ ዝወደአላ እዚ ናይ ሽዱሽተ ኣዋርሕ ኣፍቃሪኣ በቃ ግዴታ ክትከውን ኣለዋ እዩ ዝብላ ግዴታ ዝበላ ነገር ሲ ደቃይቅ ክህባ እውን ኣይደልን እቱይ ግን ተረጋጊኡ ሓሲቡ ዝውስን ሰብ ብምዃኑ ትዕግስተኛ ብምዃኑ ባህርያቱ ንቲ እያ ትፈትዎ ነዚ ቀዳማይ ማለት እዩ። ስለዚ ኣነ የፍቅረኪ ሕጂ ምኽሪ ደልያትሉ ዘላ ኣነ የፍቅረኪ ከማኺ ዘፍቀራ ጓል የብለይን ዋላ ተሓፀይ ኣነ እኮ ሕፅይቲ እየ ክትብሎ ከላ ዋላ ተሓፀይ እንኳዕ ደኣ ኣይተራኸብኪ ምስ እምበር ስለ ዘይተራኸብኪ ስለ ዝተሓፀኺ ጥራሕ ምንም ማለት ኣይኮነን ዋላ ኣብ ካልእ እውን ብፅሒ ዋናው ምስኡ ኣይተራኸብክን ንዓይ ንሱ እዩ ዘገድሰኒ ስለዚ ኣነ ጸገም የብለይ ናማንም ኣይሰምዕን በቃ እንድሕር ዘይተፍቅርዮ እንድሕር ዘይትደልዮ ኮይንኪ ሂወትና ንቐጽል ናተይ ኩኒ የፍቅረኪ እየ እናበለ ይርብሸኒ ኣሎ ኣነ ከዓ ንወለደይ ተባኢስና ኢና ትማሊ ብዓዲ ወዲእናስ ሎሚ ከዓ ተባኢስና ኢና ክብሎም ኣይደልን ምስቲ ዘለዎም ሓጎስ ስለዚ እዚ ባህርያቱ ምትሓዝ ስኢነዮ ዘለኹ ብምንታይ ከም ዝኾሪ ብምንታይ ከም ዝቕየረኒ ምትሓዝ ስኢነዮ ዘለኹ ብዓዲ ዝወደአለይ ከመይ ገይረ ባህርያቱ ክቕይሮ ይኽእል ከመይ ገይረ ይኽ ኣብ ሓዳር ምስዚ ዝርእየሉ ዘለኹ ባህርያት'ዚ ምስኡስ ተረዳዲኤ ክነብር ዝኽእል? ከመይ ገይረ'የ ሓዳር ክምስርት ዝኽእል? ጭንቀት ፈጢሩለይ። እዚ ኣብዚ ዘሎኸ የፍቅረኪ'የ ዋላ ተሓጸዪ፣ ዋላ ሰብ ይፍለጥ፣ ዋላ ድላዮም ይበሉኒ፣ ዋላ ኣብ ልዕለይ ተሓጸዪስ የፍቅረኪ'የ እናበለ ዝልምነኒ ዘሎኸ ብሓቂ ደፍቂሩኒ ይመስለኩም? ካብኡ ከኣ እዘን ተቐቢለየን ዘለኹ ደቂ ሓፍተይ፣ ደቂ ሓወይ ብጣዕሚ'የ ዝገንሐን ይነቕፈን'የ። ከምዚ ከይትገብራ፣ እዚ ጌጋ'ዩ፣ ስራሕ ከንስርሓ ዕላማ ከነሳኽዓ እናበልኩ እጃዛ ከይሪኣ ካብ ምሽዋረን ዳዓረብ እየ ዝቕበለን። ካብ ዳዓረብ ተቐቢለ ከዓ ስራሕ የእትወን። ኩሉ ዘድልየን ነገር ቅድሚ ናባየይ ምምፀኣን ኣዳልየለን እየ ዝፀንሕ፣ ክዳውንተን ይኹን ዘድልየን ነገር። ብድሕሪኡ ብኣ ገይረ ናብ ስራሕ ይሰደን። ካብ ስራሕ ተወፂኤን እውን መሊሰየን ኣብ ካልእ ስራሕ ዝሰደን ምኽንያቱ በቃ ዕላመኣን ንኸሳኽዓ ንኽጥንክራለይ ስለ ዝደሊ ይኹርየለን እየ መብዛሕትኤን ይሰምዓን እየን ነገር ግን ሓንቲ ግን ብዙሕ ነገር ተጨኻጪኽና ተኻቲዕና ጸሊኣትን እሞ ክሰምዓኺ ስለ ዝኾና በዚ ኣጋጣሚ ንስኻትኩም እውን ኮሜንት ጽሓፉለን ከምኡ ጌራ ክትገንሐን ከላ ከም ቅድሚኤን ዝመጸት ብዕድመ ዋላ ንእሽተን ዕስራን ሓደን ዕስራን ክልተን ትኹንሲ ከም ቅድሚኤን ዝመጸት ከምዚ ከይትገብራ ዘየድሊ ነገር ኣይትግበራ ኣይትደዋወላ ኢላ ክትመኽረን ከላሲ ከይቀየማኒ ስለ ዝቀየማንሲ ኮሜንት ትጽሓፋለይ ኢኺ ንስኻትክን እውን ይጭቁነን ድየ ዘለኹ ይብድለን ድየ ዘለኹ ንባዕለን ንኽጥቀማለይ ንኽጥንክራለይ ዕላምአን ንኸሳኽዓለይ ኢለ ከምኡ ምግባረይ ይብድለን ድየ ዘለኹ እዩ ቀንዲ ምኽሪ ደልያትሉ ዘላ ማለት እዩ። ብመጀመርያ ንዘን ኣሕዋትኪ ንዘን ደቂ ሓውኪ ደቂ ሓፍትኺ ብሓፈሻ ንሓንትስ ክስካዕ ዓሰርተ ሽሕ ሪያል ክከፊለየ ተቐቢለየን ንኹለን ዝበለቶ ቀሊል ማለት ኣይኮነን። እዚ ኩሉ ውለታ ከፊላ እንደገና ናብዚ መጽያ ከምዚ ከይትገብራ እዚኣ ጌጋያ እዚኣ ህይወትክን ዕላማኽን ብዙሕ ነገርክን ክተኽስረክን ትኽእል ክትጣዕሰክን ትኽእል እያ ኢላ ክትገንሐክን ከላ እንድሕር ደኣ ትቕየማኣ ኮይንክን ሰኣን ከምኡ ገይሩ ዝገንሐን ሰኣን ከምኡ ገይሩ ዝመኸረን ብዙሓት እየን ካብ ዕላምአን ዝሰናኸላ ኣብ ዘይወፅኦ መዋጥር ዝኣተዋ ቁልዕነት ንእስነት ስደት ዝሸወደ ነጋይሽ ኮይነን መዓት እየን ከምኡ ገይራ ተልቂሓ ተቐቢላ ስራሕክን ተእቱ ተሓሊእልክን ከይትጋገይኣ ትገንሐክን እንትመኸረክን ሓፍቲ ቀዳምነት ንነብስኽን እያ ትጠቕመክን ዘላ። ከምኡ ትዕድል ንሱ ዘይረኸባ ብዙሓት ኣለዋ እየን። ንሳ ዕላማ ከነሳኽዓ ኣይተሳኽዓ ኣብ ዝኾነ ደረጃ ውደቓ ንሳ ክትጉዳእ ኣይትኽእልን። ገንዘባ መሊስክናላ ኣለኽን ክስምዓ ይኽእል እዩ ነገር ስጋ ኮይንዋ እምበር ከምታ ንስኽን ህይወትክን ትባላሸዋ ከምታ ንስኽን ትጉዳኣ ክትጉደእልክን ኣይትኽእልን። ብመጠኑ እያ ክትጉደእልክን ትኽእል ከም ሓንቲ ሓፍቲ ኮይና ማለት እዩ። ስለዚ ልዕሊ ኩሉ ንነብስኽን እዩ ክትጥንክራ ከለኽን ገንዘብክን ክትሕዛ ከለኽን ዕላማኽን ክተሳኽዓ ከለኽን ካብ ነውሪ ካብ መታለሊ ነገር ክትጥንቀቓ ከለኽን ነብስኽን ካብ ብዙሕ ነገር ተርሕቓ ከለኽን ብቐዳምነት ንነብስኽን ኢኽን ትጠቕማ ዘለኽን ማለት እዩ ስለዚ ከምኡ ዓይነት ዝገንሓ ኣሕዋት ዘለዋኽን ዓበይቲ ይኹነ ናእሽተ ይኹን ቤተሰብ ይኹን ዝገንሓ ቤተሰብ ኣሕዋት ዘለዋኽን ዕድለኛታት ይኽን ኣይትጽለእን ቀዳምነት ንነብስኽን ንጥቕምኽን ኢለን ስለ ዝኾነ ማለት እዩ ካልእ ብዛዕባ እዞም ክልተ ኣወዳት ብቐዳምነት እዚ ብዓዲ ዝወደአለይ ስብ ኣነ ብዕድመ ጓል 21 22 ክኸውን ይኽእል እየ ንሱ ድማ ብክልተ ዓመት ጥራሕ እዩ ዝዓብየኒ እሞ ዕድመ ንእሽተይ ስለ ዝኾነ ስለ ዘይበሰለ ዶ ይኸውን እዚ ዘርእየኒ ዘሎ ተህዋኽ እዚ ዘርእየኒ ዘሎ እንታይ ይኾርዮ እንታይ ይሕርቆ ክፈልጠሉ በቃ ከቢድኒ ዘሎ ምቅያራት ሲ ብዕድመ ንእሽተይ ስለ ዝኾነ ዶ ይኸውን ዝብል እውን ሓተተትኒ ነይሩ ኣነ ዕድመ ቁፅሪ እዩ ኢለ እየ ዝኣምነሉ ብዙሓት ኣለዉ ብዕድሚኦም ኣናእሽተይ በተሓሳስብኦም ግን ዓበይቲ ብዙሓት ዓበይቲ ኣለዉ ድማ ኣተሓሳስብኦም ትሕቲ ቶም ኣናእሽቱ እዩ ማለት እዩ ስለዚ ዕድመ ቁፅሪ እዩ ኢለ እየ ዝኣምነሉ ወለድኺ ክብለኪ ዝደሊ ብሕፅር ዝበለ ወለድኺ ናቱ ወለዲ ስለ ዝፈልጡ እቲ ዘርእየኪ ዘሎ ባህርያት እቲ ዘሎ ስምዒትኪ ንስኺ ጥራሕ ኢኺ ትፈልጥዮ ወለድኺ ዝፈልጥዎ ንወለዱ ጥራሕ እዩ ንዕኡ ይፈልጥዎን ባህርያቱ እቲ ዘርእየኪ ዘሎ ኩሉ ነገር ዘጋጠመኪሲ ንሶም ኣይፈልጥዎን ኩሉ ግዜ ከዓ ወለድና ናትና ጽቡቕ እዮም ዝደልዩ። ናትና ጽቡቕ ዝመሰሎም ነገር እዮም ካብኡ ንኸይንፈላለ፣ ንሱ ንኸይነቋርጾ ወይ ድማ እቲ ህይወት ንሱ ንኽንነብሮ ደኣ ዝግድዱና እምበር ናትና ሕማቕ ክርእዩ ኣይደልዩ። ስለዚ ወለድኺ ክትብሊ ወለድኺ ስለ ዝተሓጎስሉ ሓዳር ዝኣክል ነገር እሞ ከዓ ግዜ ይህበኪ ኣይግደሰልኪ ኣብ ደቓይቕ ዝቕየረኪ ሓንቲ ግዜ ብዝኾነት ነገር ተተኾራሪኹም ኣዋርሕ ዝዓጽወኪ ባዕልኺ እናደወልኪ እንተኾይንካ ትብልዮ ወዲ ባህርያቱስ ከ ብኸምዚ ብኸምዚ ክቕየር እዩሞ ናብ ሓዳር እተዊ ሓዳር ዝኣክል ነገርስ ኣሚንኪ ናብ ሂወቱ ኪዲ ናብ ሂወት ከምጽእዮ ክብለኪ ኣነ ከቢድ እዩ ወለድኺ ጽባሕ ኣብ ሓደ ገዛ ክትነብርያ ትኽእሊ ንስኽን ንሱን እምበር ንሶም ኣይኮኑን ኣብ ሓደ ገዛ ነቢሮም ሓዳር ክመርሑልኩም ዝኽእሉ እታ ክተስተኣናግድያ ትኽእሊ ስምዒትሲ ንስኺ ክተስተኣናግድያ ስለዚ ወለድኺ ሓደ መዓልቲ ናትኩ ጽቡቕ ነገር ምስ ረኣዩ ክርድኦም እዩ ወለድኻ ዝፈትውዎ ነገር ዝሓጎስሉ ነገር ምግባር ጽቡቕ እዩ ዓብዪ ዕድል እዩ ነገር ግን ካብ ዘይኮነ። እታ ንዓኻ ዝተስማዕመዐትካ፣ እታ ዝተረዳእካያ፣ እታ ትጠቕመካ ነገር ወሲንካ ወለድኻ ኢኻ ክተእምን ዘለካ እየ ዝብል። ስለዚ ኣነ ካብ ህይወትኪ ደኣ ኣውጽኦ እየ እምበር ንወለድኺ ክትብሊ መትሓዚ መጨበጢ ዘይብሉ ገና ናብ ኢዱ ከየእተወኪ ከሎ ዘርእየኪ ዘሎ ባህርያት እናርኣየኪሲ ናብ ህይወትኪ ተቐበልዮ ኢለ ክመኽረኪ ኣይክእልን። እኳ ደኣስ ንመጀመርያን ንመወዳእታን ግዜ በቃ ካብ ህይወትኪስ እንተተውጽእዮ። ድሕሪ ደኣ መኺርኪን ድሕሪ ደኣ ጽዒርኪ እንድሕር ደኣ በቃ ምቕያር ኣውዩ እንድሕር ሕጂ ከዓስ ከምዚ ከምዚ ግበር እሞ ክቕየር እዩ ኢለ ክመኽረኪ ኣይክእልን ኣነ ስለዚ እዚ እዚ ልምነኪ ዘሎ ካልኣይ ወዲ ድማ ኣነ ዝፈራሕኩልኪ ይህልኽ ከይህልዎ እዩ ምክንያቱ ካብዚ ሪከርድ ሓደ ዝተዓዘብክዎሲ ዋላ ኣብ ልዕሌኻ ተሓጽያ ነይራ እንድያ ይበሉንሲ ኣነሲ ምንም ኣይመስለንን እንኳዕ ደኣ ምስኡ ዘይተራኸብክ እምበር ኣነ ምንም ኣይመስለንን በቃ የፍቅረኪ እየ ናተይ ኩኒ እንድሕር ዘይተፍቅርዮ ዘይትደልዮ ኩኒ ኮይንክሲ ናተይ ኩኒ እናበለ እዩ ዝልምነኒ ዘሎ ዝበልክዮ ኣጋጣሚ ጽባሕ ንኮ ናብ ኢዱ ምስ ኣተኽሲ ንዓይ ገዲፍኪ ምሳይ እናተደዋወልኪ ከለኺ ምስ ካልእ ሕጸ ዝኣሰርኪ ዝጠለምክኒ ዝበደልክኒ እናበለ ኣጋጣሚ ህልኽ ሃልይዎ ጽባሕ ከይጎድእኪ የስግእ እዩ እየ ዝብል ነገር ግን ብዙሕ ነገር እናተዓዘብኪ ምስ ዕላማኺ ምስ ስራሕኺ ብዙሕ ነገር ጎና ጎኒ እናተዓዘብኩሉ እንተኸይድክሞ ብዙሕ ዘእምን ነገር ካብ ቃላት ሓሊፉ ናይ ተግባር እንተርእዩ ክሉ ራኣይዮ ምስ ግዜ ወስኒ ነገር ግን ሕጅስ ንእሽተይ ንሱ ውን የፍርሕ እዩ እየ ዝብለኪ ኣነ እዚኣ ኢለየ ከማክረኪ ዝደሊ ክብርቲ ሓፍተይ ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራከብ ሰሰናዩ ናዓኩም ባይ ባይ።